ካብዚኣ ቆራጽ ቆራጽ ኣምላኽ ሪኡ ቆሪጹካ ንዓኻ እንቋዕ ዕይ ኣይገበረካ ስጋ ኣይብልን ንዓኻ ኣምላኽ ብሓቂ ብሓቂ ቀጺዒካ እዩ ናይ ብሓቂ እግዚኣብሄር ኣምላኽ ቀጺዒካ እዩ ኣነ ናይ ብሓቂ እየ ዝብለኩም ዘለኹ እዚ ናይዚ ናይ ሰብ እዚ መልሓስ ፈጥፈጥ ኢሉ ነይሩ ሕጂ ነፊሱሉ ባቃ ክጻረፈኒ ጀሚሩ ነይሩ ፈለማ ግን ሪዒኒ ነይሩ ፈሪሑ ነይሩ ሪኡ ከም ትፈርሕ ካኣ ይፈልጠካ እየ። ሰብ ክትቀትል ኣይትኽእል ብመልሓስካ ግን ሰብ ትቐትል ኣፍካ ኸኣ ትጥወላ ስጋ ሃይለ ትጥወላ ኣፍካ ጸሎት ግበር ኣብ ነገሪማ እፎይ በለና ኣፍካ ትጥወላ ረይዋ ጭሕሚ ትጭሕሚ ኸኣ ኣብዚኣ ንእሽቶ ጭሕሚ ኣሎ ጭሕሚ ዘይብሉ ኣብዚኣ ጭሕሚ ረይዎ ባርያ ባርያ ውን ባርያ መሳትኻ ካልእ ይገብሩ ኣለዉ ዋ እንታይ እንታይ እንታይ ክቐትል ሰብ ክቐትል ዝብላታት

እወ ተቆራቁርካ ባዕልካ ኣቲካ ዓገብ በል ተብልካ ንዓይ ተውትወኒ ኣግደፉኒ ኣክል። እንታይ ንግበር መሲልኩም ሕጂ እዚኣ ሓፈሻዊ ኣይትእተው ኣይትእተው ስለ ዝበልኩምና እና ስዒድና ክልቲኦም ወይ ንክልቲኦም ኣይቲካ ክልቲኦም በብሪጋ ኣዛርቦም ብሓፈሻ ማለት ዋላ ክንወርደልካ ንሕና ወይ ድማ እዛ ጉዳይ እንተተዓፀወት ፅቡቅ ነይሩ ምክንያቱ ንሱ በድዩ ክፀርፍ ኣይግበኦን ብሓፈሻ እቲ በደ ይፃረፉ እንታይ ገበርትኩም ታደ ማለት እዩ ክልትኩም ትፃረፉ ሳብ ዘለኹም ስማዕታ ገያፅ ገያፅ ፌሮ ወዲ ኪሮስ ጋዕጋዕ ረሳሕ ድቓላ ድቓላ ወዲ ቓላ
ንዓይ ፖለቲካ ክሰራሕለይ ገለ ኣይትኸልኒኻ ድሌቱ ክፃረፍ ገለ ፀኒሑ ስቕ ኢልካ ክትሰምዐ ገለ ፀኒሕኻ እዚ ኩሉ ሰብ ተረዲኡ ከላ ዓገብ ኢሉ ተረዲኡ ከላ ኣብ ታሕቲ እናፀሓፈ ንዓይ ከተፅርፈኒ ገለ ፀኒሕኻ ጋዕጋዕ ገያፅ ገያፅ ወገያፅ እስኻ እስኻ ብቐደምካ ብቐደምካ ተረ እስኻ ብቐደምካ ብለካ ኣለኹ ብቐደምካ እስኻ ተረዲእካ ኣሎ ውርተ ውርደተኛ ኢኻ እስኻ

ንዓና ኣውረድ ወዲ ናረሲ ክለብለን ባዕለ ንዛረብ ሶሪ ኣያ ተተኹም ኣታ
እወ ኣነ ክወርድ በሪሓዊ ሶሪ ወዲ ኪርስ ዓርከይ ሰልችኒ እንደ መንጎ ገዲፈኩም እንዳኽርኩ ፀኒሐ ክስታይ ግበር ከምቲ ዝበለይ ብድክፃረፍ ኣይነበሮን መክሲ መጀመርያ ንዓይ ዛሬ ዝመበሉ ኻን ኣያፈወርቂ ኣውሪድካዮ ምሽ ኣብ ኣያፈወርቂ ድሕሪኻ ክጻረፍ ከሎ ደው ትብሎ ነርካ ዋላ ንኣያፈወርቂ ደው በሉ ዓቕምና ተዋሂቦምና እንታይ ኢና ክንገብር ንደክም እኪ ንሕና ኸኣ ናና ታውርዶ በቃ ኣያፈወርቂ ዓቢ ሓውና ያና እዩ ኣነ ብድዩ ጸርፍሉ ኣይፈቱን እየ ሕጂ ነይረ እዞም ኩሎም እ፣ ኣዕሩኽተይ መቓለሰይ ወይ ደቂ ዓደይ ክጸርፉ ከለዉ ሓንቲ መዓልቲ ብጊጋ ጸሪፈ ኣይትፈልጥ ኣይፈልጥን እንታይ ትገብሩ ኣለኹም እ፣ ኣብ ሞናኮ ኣና ንጸርፍ ዘለና እያ ዝብሎም so ደስ ኣይብለንን ሚኪ ከምኣ ክብሎ ከሎ ዲሒሩ ካኣ ኣፈወርቂ ክጸርፎ ከሎ ቆራይ ገለ ክብሎ ከሎ ተውርዶ ምስኡ ድሕሪኡ ትመልሶ ተርዲካኒ ምክንያቱ ንዖኦም ውን ጽቡቅ እዩ ተናሂሮም ከለዉ ሚኪ ብወለዲ ሕጂ ንኣስ በቦይ ክጻረፈኒ ጸኒሑ ሕጂሲ። እወ ተጋጊዩ ሕጂ ተራሲኑ ኣሎ ሰትዩ እዩ መስለኒ ዘሎ ከማን ንሱ ንባዕሉ ተርዲካኒ። ብዝኮነ ኮይኑ ዳሓን ኣፌ ሓወይ ብዙሕ ክስ ኣይትግበር ኒሲ ሓውካ እዩ ባዕልካ ደይኮንካ ትምዕዶ ነርካ ብቀዳማይ ኣውጻይ ኣይትፍትንዮ።